ተዛርብኒ ንዕይ ብዝኹን ክተዛርብ ሱብል ዋዋ ስለ ዘይፈቱ እኮ ናብ ፅምዋ ሒዘካ መፅእ ኣቲ እንታይ ኢኸ ፅምዋ ፅምዋ ትብሊ ኣብ ፅምዋ ተጠኒሱ ኣብ ፅምዋ ተወሊዱ ኣብ ፅምዋ ትዛረቢ ፅምዋ ፅምዋ ባዕ ንዓይስ ዝግብኣኒ ንዓይ ከምዚ ክትገብረኒ እንታይ ገይረካ ኣነ? ሓዳር ከለካ የብለይን ኢልካኒ። ኣነ? ኣነ ሓዳር ኣለኒ? ኣቲ ትዛረብ እየ ደለኽ ፍለጢ። እዋ ሓዳር ተዘይሃለወካ ካብ ብዙሓት ኢኻ ግን ወሊድካ።
ሕራይ ተይለን ኣነ ደኣ እንታይ እሞ ክገብረን እየ ሕራይ ይብላን እንታይ እንታይ ደኣ እሞ ክንገብር ደሊኽና ደኣ እንታይ በዲለካ ብዕድለይ ትጻወት ኣቲ ተመስገን በሊ ዋ ኣቲ በራውር ድመስል ቆልዓ እኳ ኢና ሂብና ኣልግስ ኣልግስ ኣልግሶ
ኣይትሓዞ ዋ መን እሞ ከዕብዮ መን እዩ ከዕብዮ ኣቲ ኣቲ ንሓደ ቆልዓ ምዕባይ ክስኒ ዋ ሰክት ድዮም ትዕበ ኢሎም ኣውፅኦምልኪ? ኣይትላገፀለይ ክሳብ ሕጂ ብትዕግስቲ እየ ተፀብየካ ትዕበ እንተምፅኤ መን ምዃነይ ኣይትፈልጠንን ኢኻ። ሕድእ እሞ በሊ ኣቲ ትዕበ ሓፍተይ ኣብ ዓራት ግን ንዓይ ከምኡ ኢልኪ ኣይትደፍርንን ኢኺ ነይርኪ ትፈልጢ። ተፃዊትካለይ እኳ ኢኻ ንዘይትኾነኒ ይኾነኪ እየ ሓዳር ክገብረልኪ እየ እንታይ ዶስ ኣበይ ዶስ እንዳበልካ ኣታሊልካኒ። ህድእ ህድእ እሞ በሊ ኣቲ ሓዳር ትርጉም የብሉን ውላድ እዩ ዘገድስ ብለክሉ ውላድ ውላድ ዶ ርከብ እዩ ብሕሙም ከብደይ ዝሓድር ከይመስለካ ሕጋዊ ነገር ትገብረለይ እንተኾንካ ጽቡቕ እንተዘየለ ግን
ህድእ እሞ በሊ ህድእ በሊ እዚ ቆልዓ ብሕጋዊ ዲና ኣምፂእናዮ ስምዒ እባ ሰባት ከባእሱኻ ብዙሕ እዮም ዝዛረቡ እዋ ንስኻስ ካብ ካልኦት ውላድ የብልካን ኣለኒ ግን ብምንታይ ተወሊዶም ብኸመይ መጺኦም እንታይ ኣጋጢሙስ ክትሓቲ ኣለኪ። እዋ እዋ ኣታ ኣነ ዘይሰምዖ የብለይን። እስከ እስከ እስከ ተዛረብ ሕራይ ተዛረብ። ጽቡቕ መጀመርታ ፍቕሪ ንጅምር። ኣብቲ መጀመርታ ልክዕዩ ከም ኢድን ጓንትን ኢና ንወሃሃድ ምስ ኩለን ምስ ኩለን ምስ ኩላህኽን ማለትየ ከም ኢድን ጓንትን ኢና ንኸይድ ደሓር ግን ምቅዳው ንስን ደሓር ኣነ ነብሰይ ይእክብ ንሰን ከኣ ቆልዐአንን ነብሰንን የእክባ። እዋ ድሌትካ ምስ ረኸብካ ድኣ ትሃድምወ ትሃድምወ። እንተ ደይኮና ይዛረቢ ንሰንስ ድልየተን ምስ ረኸባ እኒኤን ካባይ ድሃድማ። ስቕ በል ከኣ እታ ስኻ። ግደፍዮ ይዛረብ ግደፍዮ እሱ ከኣ ከማኺ ይዛረብ ይዛረብ ስቕ በል።
ግደፍዮ።
ደሓን ናይ ካልእ ኣይፈልጥን እየ ብዛዕባይ ግን እንታይ ትገብር? ብዛዕባኺ ድኣ እንታይ እሞ ክንገብር ኢና ተወዲኡ እንድዩ ሕጂ እንድሕር ክጽመም እየ ኢልኪ ግን ክትቅጽሊ ትኽእሊ ኢኺ ኣነ ግን ብወገነይ ምሳኺ ክቅጽል ድሌት የብለይን። እዋ ኣታ ኣነ ከማን ምሳኻ ክቅጽል ድሌት የብለይን። እሞ ጽቡቅ እንድሕር ደኣ ሓደ ኮይኑ ሓሳብና ደኣ እንታይ ንዘራርብ ኣለና እሞ። እዋ ብዛዕባ እዚ ቆልዓ እኮ እየ ዝዛረብ ዘለኹ። ትዕበ እዚ ቆልዓ ደኣ ብጽቡቅ ይዕበ ንከናኸኖ ስምዕኒ እዚ ቆልዓ ፓይሎት ክኸውን ይኽእል ዶክተር ክኸውን ይኽእል ረይ ከምዘን ተቃጸላ ኣየር ምዝዋር ክስን ቁሩብ ነዕብዮ ይብለኪ ኣለኹ ኣነ። ስምዓኒ ንመዕበይኡ እንታይ ትሕግዘኒ እየ ዝብለካ ዘለኹ። ኣነ ውይ ውይ ኣነ ደኣ ኣነ ደኣ ካበይ ከምፅእልኪ ካበይ ኣየድሕንኪ ኣነ ደኣ ይጥውይ ጨርቂ እንዴ እንቲ ሓሳዊ
ክንላለ ከለና ግን ከምኡ ይበልካኒ ከም ዘለካ ኮንካ ኢኻ ቀሪብካኒ እንታይ ንዓይ ኣሽኪዕካኒ ገለ ማለት ድዩ

እዚ ዓዲ ዓዲ ሕጊ ምዃኑ ክትፈልጥ ጥንቅር ክብለካ እዩ። እዚ እኳ እዩ ጸገምኪ፣ ሓንሳብ ፈኳስ ትኾኒ፣ ሓንሳብ ተራር ትኾኒ፣ ጠባይኪ እኳ እዩ መሓዝ ስኢነዮ ዘለኹ። ደሓን ናይ ዝጠራዕራዕካ ከርእየካ እየ ከርእየካ እየ። ኣንታ ኣነ ጠባያ እኳ ሓዋዊሳትለይ እዛ ጓል እዚኣ።
ኣብዛ ሰሙን እዚኣ ሓደ ነገር እንተዘይጌርካለይ ጓል መንን የሕዋት መንን ምዃነይ ክርእየካ ኣቲ
ያዕያዕ ኣይንበል በጃኺ ያዕያዕ ኣይንበል ማለትሲ ብያዕያዕ ዝፍጠር ነገር የለን ነገራትሲ ኣለስለስ ኣቢልካ እንተሓዝካዮ ንጽቡቕ ምሳኻ ኣትሪርካ ተሓዝካዮ እዩ ጽቡቕ ብወገነይ እቲ ኹናት ጀሚረ እየ ኣነ ብወገነይ ከዓ ሰላም እየ ድብል ዘሎ ሰላም ሰላም ሰላም
ብሰላማዊ መንገዲ ክንቅጽል ተደሊኻ መዕበይናይ ዝቖልዓን ኣነን እንታይ ንኹን? እማ ሓንቲ እባ ጥለቢ፣ ወይ ናትኪ ንግበር ወይ ናይዚ ቆልዓ ንግበር። ሕራይ ኣነ እንታይ ይኹን?
ናትኪ?
ዋእ ድሕር ተጸሚምክኒ ብኡነት ካልኣይ ይወልደልኪ ኣነ። እቲ ውላድ ከኣ ሓደ ናይ ሓደ ይኾነልኪ። ነዚ እየ ክማወተልኪ ክእል እየ። ደሓን ንስኻ ትላግጽ እንዲኻ ደለኻ፣ ንስኻ ላግጽኻ ቅጽል። ትዕበ ግን እንታይ ከም ዝገብር ከርእየካ እየ ከርእየካ እየ ከርእየካ እየ። እሞ ካብ መጻኺ በልጽ ኣስዕምና እዚ ቆልዓ።

ኣነ ይዕብዮ ዶ ምዒድናካ ምዒድናካ ንስኻ መስምዒ የብልካን ስማዕ እስኪ ከም ብዝሓለፍካዮ ክትበሉ ስቅ ኢልካ ምውላድ ምውላዱ ሓዳርካ ግበር እሞ ካብ ሓንቲ ምውላድ ይሻካ ኣታ ይዕብዮ ክወልድ ኢለ ዶ ይፍጽሞ ኣለኹ ኣነ ነቲ ጉዳይ
ኣንታ ኸ ዲኻ ዘይትሰምዕ ሓንቲ ሰበይቲ ቆይቃትኒ ኢልካ ዘይኮንካ ትስንብድ ካን ከምዛ ሕማም ጉርት ምስ ዝርሳዕ ከዓ ሽዓን ሽዓ ረሲዕካ ከዓ ሓንቲ ሰበይቲ ተጥንስ ኣይ እዝን ኢኻ ስኻ
ኣንታ ኣይትዋራዘ የለይ እንዶ ሕጂ ናይዛ ትዕበ ጎኒፍኒ ደሎስ እንታይ ትገብረለ ይብለካ ኣለኹ መን ትዕበያ እዚኣ እዛ በዓልቲ ባር ድያ እንታ ናታ ደኣ ቀደም እንዲና ፋይል ዓፂናዮ ሕጂ ካልእ ትዕበ መፅያ ኣላ ተባዕ ዝኾነት ትዕበ ዋ ሕጂ ከ ሓዳሽ ትዕበ ኣንታ ወን እምበር እታ እንዳ በዓልቲ ባር ደላ ትዕበ ደኣ ከምኣ ከማን ንቆልዓኣ ዘዕቢ ተባዕ ኣይበዕኹ ንበዓል ንዓኣ ትዕበ ርኢኻስ ነዚኣ በዓል ትዕበ ክትርኢ ከለኻስ ክልተ ሞት ኣይኮነን ኣታ ኣታ ከ ቁሩብ ባ ጌጋኻ ባእ መን በጃኻ ግደፍ ታታይ ጌጋ ኣለኒ የዕልላና ኮሸምሸም እብላ ዘበጥበጥ እብላ ደሓር ንሕና ኣብ ዘይመደብናን ኣብ ዘይሓሳብናን ንኣቱ ሽዑ ክልቴና ንሕጎስ ብድሕሪኡ ኸ ክልቴና ንሓርቕ
እሞ ቅድሚ ከምኡ ምግጣሙሲ ዘይትሓስብ ስኻ ኣንታ ዓብዪ ሓዊ
ኣብኣ በፂሐስ ናብ መሕሰቢተይሽ ድፍእ ትብለኒ ንብለካ ኣለኹ
እሞ እዚ ዝወለድካዮም ከዓ የዕብዮ የዕብዮ
የዕብየለይ ኢለካ ድዩ ተዕብዮም ትኾን ጋል እንታይ ዘበኣስ ኣለካ ሰጥ ኢልካ ደቅኻ ዓብ ሕራይ የዕብዮ ብኸመድ እዮም የዕብዮ ኢሎም ሽም ኣውፅኦምልካ

ወላ ናይ ካልእ ክኸውን እንታይ ፈሊጥና ናትካ ብላን ኣለዋ እንበር። ኣታ ተሓሱስካ ኣይተሓስሱ ሸሞንተ ዝብሉልካዮም ደቅኻ ንዓኻ እዮም ዝመስሉ። ኣታ ፍቅዶም ኣይትንገረና ኣታ ፍቅዶም ኣይትንገረና ብጀኽና ሕጂ ከኣ እታ ሽዒት ክትመጽእ እያ እታ ሽዒት ኣሕ በስመኣም ብወልድ መንፈስ ቅዱስ ሕጂ ከኣ እታ ሽዒቲ ጸብሕን ጓልንስ ምድጋም ዶ ይፈቱ ኮይነ ምድጋም ኣይፈቱን እዩ

ሕጂ የዕብዮስ ኣነስ ሰብ ኣይኮንኩን ኢልካኒ ኣነ ሰብ ኣይኮንኩን መን እዩ ሰብ ዘይኮነ ንስኻ የዕብዮ ሓኾርሲ ሰብ ኣይኮንካን ክትብለና እዩ ኣንታ ዘበጠለል
ንስኻ ኣን መን ኢኻ ክትጠርፎ ኣንታ ርእሲ ደንጎላ የዕብዮ የዕብዮ ዓኾር ዓኾር ንዓይ ኮም ኢልካኒ

ቁሩብ ቁሩብ ማሕሰብ ይባል ይኮን
ሕጂ ኣነ እንታይ ይኹን ስድራይ ከ እንታይ ክብሎ
ዘይሓሰብኮ ጥንሲ ኣጋጢምኒ ወደቓ ወዲቕኒ ትብል እዮም ዋ ደሓር ከ መጀመርታ ክጭነቑ እዮም ክዓብዱ እዮም ድሕዝዎን ድጭብጦን ክጠፍኦም ደሓር ግን ወይ ኣነ ትዕድለይ ወይ ኣነ ትዕድለይ እቲ ክሳብ ክንድዚ እኳ ከቢድ ኣይኮነን ደሓር እኮ ክለምድዎ እኳ እዮም ዋ ናይ ብልብኻ ዲኻ ትዛረብ ዘለኻ? ክሳብ ክንድዚ ዘጨንቕ ኣይኮነን ከኣ ክትብለኒ? እሞ እንታይ ኢለ ደኣ ከጻናንዓኪ ደሊኺ ደኣ? ናይ ሓንቲ መዓልቲ ጌጋስ ንስኻ ግን ዋላ ሓንቲ ይፈጸምናን ኣይሃልካን ንዓይ። ከምኡ ዶ ኢለካ ኣነ?
ብእውነት ብእውነት ሚካለይ ሰኺርኪ እኮ ኢኺ ኔርኪ። ከማን ገዛ ከብጽሓኪ ዶ ኢለኪ? ሽዑ ከምዚኣ ኢለ ገዛ ክኣቱ ይክእል እኒየ ኢልክኒ። ደሓር ሽዑ ኣነ ከኣ ሽዑ ሆቴል ኣቲና ድሌትካ ከኣ ጌርካ። እሱ ደኣ ወላ ንስኽስ ድሌትኪ እንዲኺ ጌርኪ። ኣነ እኳ ሓሳብ ኣይነበረን ደፋፊ ክን እኳ ይኽናዕ ኣነ እኮ ትዕድለይ ሽመይ ምሩር ኮይኑ ናባይ ትመፃ ምር ንስኽንሲ ቧ ዋታ በጃኻ መፍትሒ ንድለ እታ ዝሓሸት መፍትሒት ተፀሚምክ ንስድራ ምንጋርያ ካብ ተመኩረይ እታ ደቐለለት ንሰያ እምቢ ንስድራይ ሲነግሮምኒ ከስዱ ዶ ኢኻ ዋ ንዕባ ፍረ ብርከይ ዋ እዚ ቆልዓ እንታይ ይኸውን ዶ እንታይ ነፈልጥ ኢና ደይከውን ዋ ደይከውን ስከ ይዛረብ እዩ ትብል ዘለኻ ክትምርዓወኒ ትኽእል ኢኻ በቃ
ቤለያ ትረኣየክን ምሽ ድሕሪ ቤለ ደሎ ፀገም ኣይርዳእክን ዋታ ፀገም ገለ ይትበለኒ ካብ ዝኸፍእ ፀገም ኣይመፀንን እዩ ሚካል ሚካል ስምዕኒ እሞ እዚ ቆልዓ ክስደድሲ መትክል በል ኣነ እንታይ ይኹን እቲ ደስድድ እንታይ ይኹን ድሓር ከዓሲ ስድራ ቤትኪ ከማን ናይ ቆልዓ ሃረርታ ይህልዎ እንታይ ዶ ትፈልጢ ኢኺ ቅድሚ ወርሒ ሓፍተይ ሓሪሳስ እንታይ ተመሪዓ እቲ መርዓውትን ካብ ዓርካ እምበር ባዓተ ታኾንክናቲ ደይቲ ነግራናቲ ኣቲ ታኾንክናቲ ባ ኣቲ ቁርብ ደይቲ ሓስባ ደይቲ ነግራና ክልተ ቆልዑ ታብ ሓደ ገዛ ፅቡቕ ደይኮነ ደይቲ ራዳዳ ማለት ደሓን ናቱ መግደፍ እዩ እቲ ንሓብትኻ ዓርካኸ ከመይ ንፉዕ ድዩ ንሱ ላ ኩሉ ነገር ገይሩላ እዩ ከማን ኣብ ጥምቀት መርዓ ክንገብር ኢና እዩ ዝብላ ዘሎ ተመስገን ተመስገንካ ጎይታይ እንኳዕ ክልቴና ሓደ ይኮንና ምሽ
እወ ማለተይሲ ስድራኽስ ንሓደ ቆልዓስ ምእላይ ኣይስእኑን እዮም። እዋእ ንስኻ ከይትኣልየኒ ኢኻ ማለት ድዩ? ኣቲ ሚካላ ሓፍተይ ታይ ክብለኪ ደልየ መስልኪ ኣነስ ሓንቲ ነገር ተዓዲላትኒ ኣነ ምውላድ ጥራይ እየ ክኣልይ እኮ ይደሊ እየ ግን ምሻለኪ ይሓፅረኒ እዩ ምሻሉ ዕድለይ ሓምሽሽካስ ብንእስነተይ ከዓ ክትፃወት ብሓፂሩስ እንታይ ኢኻ ትብል ዘለኻ
ክስታይ ግበሪ መጀመርታ ኣምላኽ ብሰላም እሞ የጋላግልኪ እዚ ጥንሲ እኮ ኣምላኽ እኮ ይህብና ወይ ኣታ ኣነ ክፅለል እየ ኣታ ንፁር ነገር እንታይ ካትብለኒ ዘለኻ መጀመርታ ብሰላም ተገላገሊ ደሓር ኮፍ ኢልና ንዘራረብ እብለክ ኣለኹ በጃኻ ስድረይ ጨካናት እዮም በጃኻ ገለ ንግበር ስድራኺ ስድራይከ ከም ስድራይ እሞ ኣብ ዓለም ድጭኩኑ ከማና የለው ሂትለር ሂትለር እዮም ክትፈልጢ እሞ ክስታይ ዶ ዋላ ክንገብር ሰሪሐ ዘዋህለልክወን ቁሩብ ገንዘብ ኣለዋኒ ምስ ናትካ ምልእ ኣቢልና ናተይ ሓምሳ ሰብ ናትካ ሓምሳ ሰብ ጌርና ዋላ ኣብ ሆቴል መርዓ ክንገብር ሽዑ ኣነ ይቐስን። ኣታ እዛ እዚኣ ጥዒቲ ኣይኮነትን ኣቲ ናይ ሓምሳ ደብልዕ ሰብ ተድህልወን ደኣ ክሳብ ሕጂ እታ ኮይነ ደይተመርዓኹ። እዋ እሞ ሐራይ እንታይ ንግበር ደኣ። ብዓቕሊ ብዓቕሊ ክሳብ እዚ ቆልዓ ዝውለድ ኩሉ ደራዕ ተጻዊርኪ ምጽማም እየ ዝብል ኣነ ምጽማም። ምሽ እወ እታ ዝሓሸት ኣማራፂ ንሳ እያ ካልእ ተለካ ክሰምዓካ ይኽእል እዩ ኣቲ ትብከይቲ ኣነ ጓል ንሰይቲ ክትበካ ከላ ነብሰይ ኣይገብረለይን እዩ ከም ገለይ ዝስምዓን በጃ ተቃጭጨለይ ኣለኻ ምሽ ምቅጫጭ ባህሪ ከም ደይብለይ ፅቡቅ ጌርክ ትፈልጥ ኢኻ ድሓን ክትርእየኒ ኢኻ ሚካል
ኣታ ኣነስ ኣነስ ትዕድለይ እንታይ እዩ ወደይ ፈራ ኢለ እንዴ ናባይ ድመፃ እምበርስ ከመይ ገይሩ እንታይ እዋኑ ክንፋሕ ይኽእል እዚ ደይኮ

ጉዳይ እንዶ ጻፍ ኣቢልኪ ንገርና።
ወሊዱለይ ክምርዓወኪ እየ እንዳበለ ኣታሊሉኒ ምስ ጠነስኩ ከኣ ገሪፍኒ ሃዲሙ ሕጂ ከኣ ቆልዓ ምስ ተወለደ ከኣ ቀለብ ሓግዘኒ እንተበልኩ ከኣ ኣብዩኒ
ጽቡቕ ደይሱ እንታይ ደለ ሕጂ ካባይሲ እንታይ ሓገዝ ይኽደል ደለኺ? ከተፈራርሖ ዋእ ሓፍትኻ ዶ ኣይኮንኩን ሓፍትኻ እንዳ ተበደለት ስቕ ኢልካ ትርኢ
ኣነ ኣፈራሪሓ ኣይክእሎን እየ ኣብዛ መሬት ግን ሕውስ ሕውስ ከብሎ እኽእል እየ እውይ ኣብ ኢድካ ተሞተካ ኸ ፅልኦ እኮ ንፁር የለን ትፀልዮ ዲኺ ወላ ትፀልዮ ምስ ላዳ ፀሎ እምበር ፈንፊነዮ ከማን እሞ እዚ ሰብ እዚ እንተሞተስ እንታይ ፀገም ኣለዎ
ኣታ ኣነ ብሕጉ ኮጠልጠል ከብሎ እኽእል እየ
ኣነ ከ እንታይ እዩ መክሰበይ መጀመርያ ኣነ ሕምሽሽ ሕምሽሽ ኣብሎ ብድሕሪኡ ድላይ ክትገብሪ ዋ እቲ ቆልዓ ከ ብምንታይ ክዓቢ ብዕድሉ ኣቲ ተወንክቲ ንሓደ ቆልዓ ምዕባይ ስእኒ ንሱ እውን እኮ ከምዛ ናትካ እያ ዘረብኡ ዋ ሓግዘኒ እኮ እየ ዝብለካ ዘለኹ በጃኻ ሓግዘኒ
ገንዘብ ሓግዘኒ ኣይትበልኒ እምበር ሰብ ምህራም ቀዳማይ ሓገዘ እዩ በቃ በሎ በሎ ኣይተናሕስየሉ። ስምህረም እኮ ንዓይ ከምዚ ዕምባባን ቡንን እዩ።
በቃ ሕጂ ኣብቲ ዝውዕለሉ ቦታ ሒዘካ ክኸይድ እየ፣ ኣነ ከርእየካ እየ፣ ንስኻ ከኣ ስራሕካ ትሰርሕ።

ኣብዛ እዩ ዝሰት ናሃለካ ከማን ቴሌፎን ዝዛረብ ዘሎ ንሱ እዩ ዝበልኩኻ ዋ ኣቲ ዝዳ ፈልጦ ድ
ኣቤት ፈልጦ እዚ ንሓንቲ ሓብትና ወሊዱላ ላላ ኣቢልዋ በትሪ ገይረ ቅጥቅጥቅጥቅጥ ኣቢለ ነይረ ብድሕሪኡ ኸ ብድሕርኡ ሰጥ ኢሉ ይሕግዛ ኣሎ። በጃኻ በጃኻ ንዓይ ከኣ ቀጥቂጥካ ዲኻ ዋላ ገለ ጌርካ ዲኻ በቃ ከም ዝሕግዘኒ ግበር። ኣቲ ዝላ ምስኪን እንድዩ ኣብ ከምኡ ከማን የብጽሓካ ሓንሳብ ምስ ቀጥቅጥካዮ ስቅ ኢሉ ሕራይ ዝብል ብዙሕ ተሃላላኻይ ከማን ኣይኮነን። በቃ ልብልብ ኣብለለይ ልብልብ ኣብለለይ በጃኻ።
ኣብኡ እኳ የብጽሓካ ድዩ ስምዒትካ ከማን ዘይወደኣካ። ናዕናይ በል ናዕናይ በቲኣ በቲኣ ሰጊርና ንጽንሖዮ።